ሓደ እዋን ሓደ ብወፃኢ ሃገር ዝቕመጥ ዝነበረ መንእሰይ ንዕረፍቲ ናብ ዓዱ መፅኦሞ ነቶም ድሕሪ ነዊሕ ዓመታት ዝረኸቦም ኣቦኡን ኣዲኡን ካብቲ ዝቕመጠሉ ገጠር ብመኪና ሒዝዎም ናብ ከተማ ወፀ ኣብ ሓደ ምዕሩግ ናይ ከተማ ቤት መግቢ ድማ ሒዝዎም ኣተወ። ኣብ ሓደ ሸነኽ መንበሪ ሒዞም ኮፍ ምስ በሉ ድማ ኣሳሳይት ጠለበቶም ክትሰምዕ ናብኦም ቀረበት። ወዶም ንዓይ ስፓጌቲ ተምጽለይ ብምባል ንስድራኡ እውን ዝደልይዎ ክእዝዙ ነገሮም። እቶም ዕድሚኦም ምሉእ ኣብ ገጠር ዝተቐመጡ ወለዱ ግን ናይ ከተማ መግብታት ብዙሕ ኣፍልጦ ስለ ዘይብሎም ኣብቲ ዝቕመጥሉ ገጠር ካብ ዝበልዕዎ መግቢ ሓደ ንኽተምፅኦሎም ኣዘዝዋ። ንዘረባኦም ዝሰምዑ ዅሎም ኣብቲ መየት መግቢ ዝነበሩ ሰባት ድማ ብሰሓቕ ትዋሕ በሉ። ወዶም ግን ቀስ ኢሉ ኣብዚ ኣትዮሞ ዘለዉ ቤት መግቢ ከምኡ ከም ዘየለ፣ እዚ ኣዚዞሞ ዘለዉ መግቢ ኣብ ገጠር እምበር ኣብ ከተማ ከም ዘይርከብ ንወለዱ ብምእራም ከም ናቱ ስፓጌቲ ኣዘዘሎም። ኣሳሳይ'ውን ኣይደንጉየን ጠለባቶም ሒዙ ቀልጢፉ ግልብጥ በለ። እቶም ኣቦን ኣደን ድማ እቲ ዝተቐረበሎም መግቢ ቅድሚ ሕጂ ርእዮሞ ስለ ዘይፈልጡ ከመይ ጌርካ ከም ዝብላዕ እውን ኣፍልጦ ስለ ዘይነበሮም ነታ ንመብልዒ ክሕግዞም ዝተቐመጠሎም ማንካ ፋርኬታ ገዲፎም ነቲ ስፓጌት ብኢዶም ኣተውዎ። ነዚ ዝተዓዘቡ ኣብቲ ጥቕኦም ዝነበሩ ሰባት ድማ ከም እንደገና ብስሓቕ ነቲ ገዛ ኣነቓነቕዎ። ወዶም ግን በቲ ናይ ወለዱ ተግባራት በቲ ናይ ሰባት ሰሓቕ ዝኾነ ሕርቃን ከይተሰምዖ ነቲ ማንካ ፋርኬታ ኣልዒሉ ንስድርኡ ብምሃብ ነቲ ስባገቲ ብፋርኬታ ኣልዒሎም ኣብ ማንካ ጠቕሊሎም ከም ዝበልዕዎ ቀስ ኣቢሉ ረኣዮም። በሊዖም ምስ ወድኡ ድማ እታ ኣደ ነቲ ክሰትይዎ ኣብ ፒከር ዝተቐመጠላ ማይ ኣልዒላ ኣብቲ መሬት እንዳፍሰሰት ኢዳ ክትሕጸበሉ ጀመረት። እቶም ሽዑ እውን ብኹነታቶም ተገሪሞም ስቕ ኢሎም ዝዕዘቡ ዝነበሩ ሰባት ከም እንደገና ዓው ኢሎም ሰሓቑ። ወዶም ግን ብተግባራት ስድርኡ ዝኾነ ሕፍረት ከይተሰምዖ ፍሽኽ ብምባል ነዲኡ ሒዝዋ ናብ ዓይኒ ምድሪ ብምኻድ ኣብኡ ምዃኑ መሕጸቢ ኢድ ቀስ ኣቢሎ ርኣይዋ። ብኹነታት ተገሪማ ስቕ ኢላ ትጥምቶ ዝነበረት ሓንተሳ ሳይድ ድማ ናብኡ ብምምጻእ ስድራኻ ክገብርዎ ብዝጸንሑ ነገራት ኩሉ ሰብ እንዳሰሓቐ እንዳተገረመ ንስኻ ግን ዝኾነ ናይ ሕርቃን ይኹን ናይ ምግራም ምልከት ኣብ ገጽካ ኣየንጻበረካን። መሓልፎ ንናይ ሰባት ሰሓቕ እዝኒ ከይሃብካ ቀስ ኢልካ ከተረድኦም ክትምህሮም ርእየካ። ብኸመይ ክሳብ ክንድዚ ዓቕሊ ጌርካ ብተግባራት ስድራኻ ክትሓርቕ ዘይከኣልካ? ብምባል ሓተተቶ። እቲ ወዲ ድማ ንሕቶኣ ተቐቢሉ ፍሽኽ ብምባል ቆልዓ ከለኹ ስረይ ገምጢለ ምስ ዝለብሶ ኣደይ መፅያ ፍሽኽ ብምባል ሓቑፋ ኣላብሳ ስረ ትምህረኒ ነይራ። ኣቦይ እውን ባናና ከይቀረፍኩ ክበልዑ ሓደ ግዜ ምስ ረኣየኒ ኣብ ክንዲ ብምሕራቕ ኮፍ ኣቢሉ ባናና ቀሪፍካ ከም ዝብላዕ የርእይኒ። ስለዚ ብቆልዓይ ከለኹን ዘይፈልጦም ነገራት ዘፍለጡኒ ዝመሃሩኒ ንወለዲ ሕጂ ከም ሰብ ምስ ኣኸልኩ ንሶም ዘይፈልጥዎ ነገራት ከፍልጦምን ክምህሮምን ግዴታይ እዩ ብምባል መሊስላ ናብቶም ኮፍ ኢሎም ዝጽበይዎ ዝነበሩ ስድርኡ ተጸንበረ። ብሓቂ ብስድርኡ ዝሓፍር ሰብ ስድርኡ ዘይኮኑስ ንሱ ይምሕፈር።